ምስ ሞጌሽውያ ሓባ ሓባ ክንብል ኢና ኩላትኩም ሕጂ በይንና ክንተርፍ ኢና ካብኡ ናፍቲ ጉዳይና ክንከይድ ማለት እዩ ቴንኪዩ ቴንኪዩ ኩላትኩም ቴንኪዩ ኦኬ ኤኮ ሕጂ እንታይ መሲልካ ሞጎሳ ናፍታ እስኻ እንዲ ሚዩት ኢኻ ኮንካ ዋ ሕጂ እኮ ክልቴና ኢና ሞጎስ ተረጋጋባ ዕድል ክበካ ሕጂ ኣነ ሚቱ እማ ኣንታ መጎስ ሚቱ ኮንካ ኣለካ መክፈታ ርግ እንደብል ሞጊ ዓርኪ ክበካ ንማዓንቲ ዲካ ዛርብ ግን ንሳቶም ከለዉ ክሰምዑን ይደሊ ነይረ ነይረ ሓዊ ኣውፂኻ ኣና ንዖም እሞ እንታይ ድዩ ኣብ መንጎ ከኣትውካ እዮም ክርቡሹካ እዮም ዕግርግር ክትከውን ድሓን ኣብዚ ኮይኑ እንተ ዝሰምዑና ፅቡቅ ኣብ ሳሕቲ ድሓን ኣብ ታሕቲ ኣለዉ ድሓን ሕጂ ኣነ ፅናሕ ቅድሚ ምኻድካ ናይ መወዳእታ ኣነ ውን ሙሉ መዓልቲ ሲ ን ኦህ ሰብ እንዲ ዕድል ክብ ጸኒሐ ኦህ ናይ ክልተ ደቂቅ ከስምረልካ እሞ ካብኡ ናባኻ እዩ መድረኽ ዓራት ሚዩት ግበረለይ እዚ ናይ ኤርትራ ጉዳይ ዘልዓልካዮ ሞጌ ማለት እዩ ኣነ ትፈልጥ ኢኻ ኣነ ንስኻን ኣብዚ እያ ጻዕዳ ብጻዕዳ ዲኻ ትብላ ንስኻ ብኸማይ ኢና ንዛረብ ኣነ ጀስት በቃ ኦኬ ሓሳብካ እዩ ገሊጽካ ኣለኻ ጸገም ዘለዎ ኣይኮነን ግን ኤርትራ ብመስዋእቲ ብቃልሲ ዝመጸት ሃገር እያ እዚኣ ጥራሕ ዝብለካ ኣነ ኣብ ዋጋን ኣብ ልኡላውነትን ኤርትራ ከኣ ዋጋ ዕዳጋ የለን ክሳብ ሓደ ሰብ ዝተርፍ ዋላ ድማ ዋጋ ክንከፍል ኢና ዋላ እኳ ዘይንደልዮ እንተኾነ ኢትዮጵያ ክትጥቀም እንተደልያ ከምቲ እስኻ ዝበልካ ካልኦት ሰባት ዝበልዎ ናይ ተጠቃምነት ሕቶኣ ብሰላማዊ መንገዲ ክንምልሰላ ንሕና ኤርትራውያን ድልዋት ኢና ክጥቀመሉ ኣለዋ ጎረቤትና ኢትዮጵያውያን ድማ ክዓብዩ ኣለዎም ኣብይ ኣሕመድ ድማ ኣብ ኢትዮጵያ ተዓቑብና ኣለና ኤርትራውያን ነመስግኖ ንኩሎም ናይ መሪሕነት ኢትዮጵያ ዝነበሩ ከም ስደተኛታት ኣብ ኢትዮጵያ ተዓቑብና ኢና ንህዝቢ ኢትዮጵያ ዋላ ንኣብይ ኣሕመድ ይኹን ንህዝቢ ኢትዮጵያ ድማ ነመስግኖ በቲ ዝሃበና በቲ ንነብሮ ዘለና ናብራ ንህዝቢ ዩጋንዳ ነመስግኖ ንህዝቢ ሱዳን ነመስግኖ ባይቶ ንሕና ኤርትራውያን ንዓለም ሙሉ ኢና ነመስግኖ ስለዚ ኖኖ እንታይ ኻ ኩሉ ንሕና ኩብ ኩሉ ኢና ድልና እንታይ ኻ ትብለ ዲኻ ኖኖ ትደግሞ ኣለኻ እንታይ ዓዲ እሞ ንዓይ ዕድል ሃበኒ ክዛረብ ሜሪ ሓወይ እወ ኖኖ ንሳ ማለት እየ ኣነ ካ መርገፂ ከነፅረልካ ኢለ ሶ ሕጂ ተጠቃምነት ተጠቃምነት ክቆሙ ይኽእሉ እዮም ናይ ዋንነት ሕቶ ግን ክሳብ ሓደ ሰብ ዝተርፍ መስዋእቲ ክንከፍለሉ ኢና ምክንያቱ እዚ ዓዲ እዚ ዓዲ መስዋእቲ ዓዲ ቃልሲ ዓዲ ገድሊ ዓዲ ታሪክ So How do you Alright. can speak whatever you want? Oh. ሕጂ ዕድል ይባካ። ሕጂ እንታይ መሲልካ ኤርትራውያን ሓደ ነገር ዘይተረዳእኹምኒ ኣነ ባሕሪ ንካፈሎ ምስ ኢትዮጵያውያን ክብል ከለኹ ናይ ኢት- ናይ ኤርትራውያን ሰላም ስለ ዝደሊ እየ። ካልእ ዕላማ የብለይን ኣነ ክትፈልጡ ነው ማለት እዩ ደሓን ናይ ህዝቢ ኤርትራ ስለ ዝደሊ ህዝቢ ኤርትራ ኣብ ኩናት መሊሱ ሕጂ ኣትዩ ኣብ ሽግር ካብ ዝኣቱ ኣብ ዓለም ከዓ ምቅብባል ነይሩ ኢለ ከኣ ታሪኽ ኣምጽኤልኩም እየ። ዓንተው እየ ይዛረበኩም ነይረ። ዮርዳኖስ ምስ ስዑዲ ዓረብ ናይ መሬት ምልውዋጥ ገይረን እየን። ዮርዳኖስ መሬት ሂባ ስዑዲ ዓረብ ከኣ ባሕሪ ሂባታ ንዮርዳኖስ። ኣብ ናይ ሩስያ ታሪኽ ከይድና ንርእ ሩስያን ኖርወይን ሩስያ ዝተወሰነ ባሕሪ ንኖርወይ ሂባታ እያ። ኣሜሪካ ናይ ፓናማ መሬት ተቆጻጺራ ነይራ ባሕሪ ማለት እዩ። ብዘይ ዝኾነ ነገር ገዲፋትላ። ህንድን ባንግላድሽን መሬት ተለዋዊጠን እየን። ህንዲ ሚእትን ዓሰርተ ሓደን መሬት ንባንግላድሽን ከይዳ ሂባ እያ። ባንግላድሽን እውን ዝተወሰነ መሬት ሂባ። እዚ ኩሉ ኣብ ዓለም ዝለዋወጥ ዘሎሲ ንምንታይ እዩ ከምዚ ዝግበር ዘሎ? ሰላም ስለ ዝዓቢ ካብ መሬት፣ ሰላም ስለ ዝዓቢ ካብ ባሕሪ እንታይ ይገብሩ ኣለዉ ጎረባብቲ መሲልካ? ይጠቓቐሙ፣ ይለዋወጡ ማለት እዩ። ኣባና ዝጀመረ ነገር ኣይኮነን። ነጊረኩም እየ ዓንተ እስራኤል ናይ ግብጺ መሬት ሒዛ ነይራ ምእንቲ ሰላም ክትብል እቲ መሬት ንግብጺ ገዲፋትላ ግብጺ ከኣ ንእስራኤል እንታይ ፈሪማትላ ከም ሃገር ፈሪማትላ ናባና ንምጻእ ሕጂ ኢትዮጵያውያን ለይትን መዓልትን ባሕርና ባሕርና ባሕርና ብለው ምስዚኦም ክንጣፋእ ካብ ንነብርሲ እንታይ ጸገም ኣለዎ ተኻፊልና ዘይንነብር የሕዋትና ዶ ኣይኮኑን ዘላቂ ፍታሕ ደይ ነምጽእ ኢለ ከምጽእ ከሎ ከኣ ናይ ኤርትራውያን ደሓንን ሰላምን ስለ ዝደለኹ እየ ናብ ካልእ ኣይትተርጉምዎ እዚኦም ሎሚ ኣብዚ መጺኹም ግን ባሕርና ልኡላውነትና ትብሉ ደለኹም እመኑኒ ኩናት ተጀሚራ ኣይትኸዱን ኢኹም ናብኡ ኣይትኸዱን ኢኹም ኩላትኩም ኣይትኸዱን ኢኹም ኣነ መዝጊበኩም ኣለኹ ኣብዚ ልኡላውነትና ባሕርና ትብል ደለኻ ኣብ ስደት ተቐሚጥካ ኢኻ እምበር ኩላኻ ኣይትወርድን ኢኻ ደቂ ደቂ ድኻታት እዮም ኣብ ኩናት ደኣትዉ ንዓና ንበዓል ሞጎስ ግን ምልሻ ስርናይ ሸያጢ ሃገር ገለ ኖኖኖኖኖ ኣነ ንህዝበይ ይሓስብ ንህዝበይ ይሓሊ ጎረቤትና እንዳጠመየ ንሕና ሰላም ክንረክብ ኣይንኽእልን ኢና ብኩናት ክንጠፍእ ኣይንደልን ኢና ንብል ድብል ዘለኹ ሳላሳ ዓመት እኮ ኣቦታትና ተቓሊሶም እዮም ሕራይ ሃገር ኣምፂኦሙልና እኮ ቃልሲ ናቶም ኣነ ከንቱ ኣይቆፅሮን እየ ተረዲኻኒ ዓዲ ጀጋኑ ኤርትራ እንታይ ግን ተረኺቡ ሕጂ ኣብ ናይ ባድመ ኣይንመሃርን ዲና ካብ ናይ ባድመ ኩናት ዋእ ኣቱም ሰባት መንግስትኹም ባዕሉ ኢሰያስ ዘይኮነን ንኢትዮጵያ ኢልና ክንቃለስ ኢና ኢትዮጵያ ከይትፈርስሲ ክንዋጋእ ኢና ድበለ መንግስቲ ናይ ኤርትራ ደይኮነን ብሓደ ተቐቢርና ድበለ መን ሽሙ ሓድሽ ድዩ ሓድሽ ድበሃል ምስ ኢትዮጵያውያን ብሓደ ተቐቢርና ዝበለ መን ድዩ ነንምንታይ ኢኹም ኣነ እዚ ክዛረቦ ከለኹ ንዓይ ከዳዕ ትብሉኒ ንኢሰያስ ግን ጅግና ትብልዎ ኢሰያስ ዘይኮነን ባሕሪ ተለሊኻ ኺድ ተለሊኻ ምርሓና ተለሊኻ ገለ ዝብል ነበረ ሓደ ህዝቢ ኢና ዝብል ዝነበረ ኢሰያስ ዘይኮነን ስለምንታይ እዩ ብሞጎስ እዚ ክዝረብ ከሎ ከም ከዳዕ ዝቑጸር ኢሰያስ ክዛረቦ ከሎ ከም ሓላዊ ሃገር ከም ጅግና ዝቑጸር ንምንታይ ኢኹም ንዓይ ከም ከዳዕ ትብሉኒ ኣነ ናይ ኢሳያስ ተሓቢእሉ ዘሎ ተንኮል ፈሊጠዮ ኣለኹ ኣብ ባሕርን ኣብ ልኡላውነት እዩ ተሓቢኡ ዘሎ ሃየ ክጠፍእ እየ ተልካ ኪድ ጥፋእ ኣነ ሞጎስ ግን ኤርትራ ሃገረይ ክትልምልም ኢትዮፕያ ጎረቤት ሃገረይ ክትልምልም በስማኣም ኢለ ክነብር እየ ደሊ እምበር እንዳተመካሕኩ ምጻእ ቅረብ እንዶ ክጭፍጭፈካ ኣይገብርን እንታይ ገደሸኒ ዘይነብር ክነብር እየ ደሊ ኣነ ውሉድ ወለደይ ከቐጽል እየ ዘሊ እንታይ ተረኺቡ ኤርትራስ ተቓሊሶም ሃገር ኣምጺኦምላስ እንታይ ኢና ረኺብና ፋሕ ኢልና ዶ ኣይኮናን ደልና ምስዞም ጎረቤትና ከኣኒ ብሰላም ክንብር ተኾይና ክንካፈል ኣለና ምባለይ ሓጢኣት ኣይኮነን ኣነ ንውሉድ ወለዶ ስለ ዝሓለኹሉ እየ እዚ ከኣ ኣባና ጥራሕ ድተጀመረ ኣይኮነን ከድኩም ታሪኽ ኣጽንዑ ኣብ ናይ ሩስያን ናይ ኖርወይን ታሪኽ ከድካ ድረ ንኣርባዓ ዓመት ብባሕሪ ይሰሓሓቡ ነይሮም ሩስያን ኖርወይን ከድካ ረኣዮ ሩስያ ግን ምእንቲ ሰላም ኢላ ተኻፊላ እያ ንኖርወይ ኣካፊላታ እያ ኖርማሊ ጎግል ሰርች ጌርኩም ክትረኽብዎ ትኽእሉ ኢኹም ድለይዎ። ባንግላድሽን ህንድን መሬት ተለዋዊጠን እየን። ዮርዳኖስን ስዑዲ ዓረብን ባሕርን መሬትን ተለዋዊጠን እየን። ንምንታይ እዩ እዚ ተልካ ህዝበን ብሰላም ክነብራ ስለ ዝደልያ ካብ ባሕሪ ሰላም ይዓቢ ካብ መሬት ህዝቢ ይዓቢ ስለ ዝበላ ሓንሳብ ኣወዳኒ ኣወዳኒ ነይሩ ሓንሳብ ናይ ልበይ ወሰኻ ድሓር ይሶ ኢልካ ትደጋግሞ ትውዕል ደሊኻ ንሓት ካልኣይ ግዜ ናይ ሩስያ ደጊምካ ሶሒቶ ንሓተካ ዓሰርተ ደቂቕ ኢልካኒ ኢኻ ናተይ ሓንሳብ ንምንታይ ሜሪ ሜሮን ንምንታይ ናተይ ዘረባ ዓቅልካ የጽበልካ ኣሎ ሓቂ ስለ ዝኮነ እዩ ስምዓኒ ሕጂ ኣቦታትና ሓቂ እኮ ሓንሳብ ትዛረብ ዘለካ ዘረባስ ትደግም ኣለካ እየ ዝብለካ ዘለኩ ሓንሳብ ሰለስተ ግዜ ሜሪ ደጊምካዮ ሓወይ ትጋገም እሳቶም እውን ኣለካ ክደጋግሙ እዮም ጸኒሖም ሜሪ ሓወይ ኦ ኣቦታትና እንድሕር ኣቦታትና እንድሕር ተሰዊኦም ንሕና ዘይንነብረላ ሃገር ተመስሪታ ንሕና ንነብረላ ሃገር ንምስርታ ከኣ ምስ ጎረባብትና ሰላም ፈጢርና ንመስርት ንብለኩም ኣለና ክጠፍኤን ኮይና ዶ ስእልካ ይበሃል እዩ ንወደብ ንባህሪ ንልኡላውነት ዋእ ኣቱም ሰባት ኣቱም ሰባት ካብ ጎረቤት ሃገርና ተ- ተ- ተ- ተረባሕቲ ንኹን ንሕና እሳቶም እውን ካባና ይረብሑ እዚኣ እንዳኣሉ ኢሉ መጀመርያ እውን ኣብይ ኣሕመድ ኣቱም በጃኹም መንእስያት ኢና ንሕና ኣዴታትና ኣቦታትና ክሳብ መዓስ ክነብዑ እዚኣ ብምባለይስ በቃ ሃገር ሸጥካ ትብሉ ኣለኹም ኣነ መጀመርያ ክትፈልጡ ክነግረኩም እዚኦም ኣብዚ መጺኹም ትፍክሩ ገለ ገለ ኣብ ቅድሚ ኣምላኽ ቅረቡ ንዑ ኣነ ኣብ ቴክሳስ ሂስተን ኣለኹ ሓደ ሞት ኣነ ይፈርሕ እየ ንዓይ ቀቲልካኒ ናብ ኣምላኽ ኢኻ ክትሰደኒ ምኽንያቱ መዓልትኻ ተጸበ ክንቀትለካ ኢና ገለ ብል ኣነ ኣብ ቅድሚ ኣምላኽ ሞት ኣይፈርሕን እየ ኣብ ሂስተን ቴክሳስ ኣለኹ ምጻእ ክትቀትለኒ ተደሊኻ ኣነ ሞጎስ ሞይተ ናበይ ከም ዝኸይድ ይፈልጥ እየ ናብ ሰማይ እየ ዝኸይድ ሰማይ እያ ሃገረይ ተ- ኤርትራ ኣሜሪካ ኢትዮጵያ ገዲፈ እየን ክኸይድ እየ ተደሊኻ ውሰደኒ ኣነ ኣይትኾንን እዩ ኣነ ግን ህዝቢ ፍታሕ ክረክብ ተኾይኑ ብሰላም ክንነብር ምስ ኢትዮጵያ እዝን እዝን እዝን ነምፅእ ኢለኩም ኣለኹ ኣይኮነን ግን እስኻትኩም ልኡላውነትና ባሕር ትብሉ ኣይትኸዱን ኢኹም ኩላትኩም መሓሪ መሓሪ ብፍላይ ክንደይ ሻዕ ፈኪርካ ኣለኻ እንድሕር ውግእ ጀሚሩ ኣብ ዶብ ኣለኹ ኣነ ክቃለስ እየ ንባሕሪ ኢልካ ኣለኻ ንርኢ ንርኢ ቪድዮታትካ ሴቭ ጌርናዮ ኣለና ኣነ ሞጎስ ግን ሓቀኛ ስለ ዝኮንኩ ንወደብ ንባሕሪ ክብል ኣይቃለስኔ ምስ ጎረቤት ኢቶፕያዊ ሓወይ ተካፊለ እየ ድነብር እብል ኣለኩ ኣብ ቃለይ ካኣ ዝጸንዕ እስካ ግን ንባሕረይ ክብል ሂወተይ ክህብ እየ ኢልካ ኣለካ ህዝቢ ኩሉ ይሰምዕ ኣሎ ራእይዎ ውግእ ምስ ተጀመረ ከም ዘይከይድ ክንርኢ ኢና ብኣፍኩም ኤርትራውያን ክትበሃሉ ጀጋኑ ሓበን ሃገር ሃገራውያን ክትበሃሉ ኢልኩም ሓለውለው ኣይትበሉ ኣይትሓስው ፍታሕ ክመጽእ ተኾይኑ ጎረቤትና ክጸግብ ኣለዎ ኤርትራዊ ከኣ ክጸግብ ኣለዎ ተወዲኣ ጎረቤትና እንዳጠመየ ንሕና ሰላም ኣይንረክብን ኢና እዚኣ ምባለይ ከዳዕ በለኒ ሸያጢ ሃገር በለኒ ኦኬ፣ ኣንታይ ጉዳይ ሕቶ ይኹን ሕቶ ኣይኮነን እያ ተወዲኣ ሕቶ ያ ኣምጻያ እስኪ እታ ጆርዳን ስዑዲ ዓረብ ንጆርዳን ባሕሪ ሂባታ ዝብል ካበይ ኣምጺኸ
ካብ ታሪኽ ኣንቢበ እንታይ ዝብል ኣየናይ ኣየናይ ወደብ ሂባታ
መቒለታ ካብቲ ባሕሪ መቒላታ ዓሰርተ ሸሞንተ ስማዕ ንሕና ኳዕለና ካብ ታሪክ ኣንቢበ ካበይ ኣንብበለይ እስኪ ሕጂ ኣንብበለይ ሕጂ ሃራይ ደይ ንብበልካ እንታይ ፀገም ኣለዎ እሺ ንኣብነት ዮርዳኖስ ኣብ ውሽጢ ሃገራ 6 ኪሎ ሜትር ሴኳር ሜትር ዝኸውን ሰፊሕ መሬት ነይርዋ ተረዲኻ ኣለኻ ንስዕድ ኣብ ውሽጢ ምንታይ
ዮርዳኖስ ኣብቲ ናታ መሬት ሲ ብለካ ኣለኹ ሽዱሽተ ሽሕ ሴኳ መሬት ሲ ንስዑዲ ዓረብ ሂባታ ካብ መሬት ሂባታ እዩ ብለካ ኣለኹ ኣራ ስዑዲ ዓረብ ከዓ ዓሰርተ ሸሞንተ ኪሎ ሜትር ገምገም ባሕሪ ንዮርዳኖስ ሂባታ እዚ ኣነ ድምፃ ኮይኑ እውን ፀብፃብ ኣብ ጎግል ሰፊሩ ዘሎ እዩ ካብይ ናይ ጎግል ኢኻ ምፅኻ እዚኣ
ኣብ ጎግል እዚኣ ድማ- ፖሊሳ ጎግል ብሓንሳብ ደይኮናን ሒዝናያ ዘለና ዋ- እሞ ናትካ ጎግል ካለ እስኪ ድያ ጽቡቅ ጌርካ ሰርች ግበራ ናይ እስኪ ብእንግሊሽ ሰርች ግበራ እስኪ ብእንግሊሽ ሰርች ግበራ ጉደፎ ሞት ናይ ትግርኛ ቻት ጂቢቲ ብእንግ- ብእንግሊሽ ሰርች ግበራ ብእንግሊሽ እየ ኣነ ሜራ ሓወይ ክነግረካ ሰርች በታ ገይረ- እንግሊሽ ንገረኒ ሕጂ በታ እንግሊሽ ንገረኒ

ቴሪቶሪ ኣባውት ሲክስ ታውዛንድ ስኩዌር ኪሎሜተር ቱ ሳውዲ ኣረብያ ሽዱሽተ ሽሕ ኪሎሜተር ዝኸውን ስኩዌር ኪሎሜተር ንሳዑዲ ዓረብ ሂባታ ብለካ ኣለኹ ዋት ሳውዲ ኣረብያ ጌቭ ኢን ኤክስቼንጅ ሳውዲ ኣረብያ ጌቭ ጆርዳን ኤይቲን ኪሎሜተር ኦፍ ኮስት ላይን ኣሎንግ ዘ ሬድ ሲ ሳውዝ ኦፍ ሲቲ ኦፍ ኣቃባ፣ ኣቃባ፣ ይብል ኣሎ። እዚ ኸኣ ብተዓንተዩ ብትግርኛ ዝተርጎምክዎ። ስዑዲ ዓረብ ዓሰርተ ሸሞንተ ኪሎ ሜተር ገማግም ባሕሪ ንጆርዳን ሂባታ። ጆርዳን ከኣ መሬታ ሽዱሽተ ሽሕ ኪሎ ሜተር ትኸውን ከኣ ንመን ሂባ? ንስዑዲ። እዚሲ ኣብ ዓለም ተገይሩ እዩ ከይድብለ ኣለኹ። ኣነ ጥንቁል ኣቢለ የምጸኹ። እሞ ስለምንታይ ኖኖ ሕጂ ጽቡቅ ወላ ናይ እዚ ሩስያ ኪዶ ብ- ሩስያ ሩስያ ናይ ኣርባዕተ ጽቡቅ ናይ ሩስያ ከ ንገረኒ ናይ ሩስያ ከ ንገረኒ ናይ ኩለን ሓደ ሩስያ ብሓደ ከኣ- ናይ ሩስያ ናይ ሩስያ ከኣ ኣርባዓ ዓመት ዝኸውን ብናይ ወደብ ባእሲ ነይርዎም ምስ ነርወይ ይብለካ ተረዲኻ ኣለኻ ሕጂ ኣብ ሰዓት እዚ ግን ሩስያ ዝተወሰነ ክፋል ንኖርወይ ሂባታ እያ እዚ ናይ ካብ መን እዩ ጉግል ተባሂሉ? ለብፃኸዎ ሓበሬታ ናይ ታሪክ ናይ መን ናይ መን እዩ እታ ናይ ሩስያ ሰርች ግበራ እሞ ንገረና ኣይስማዕን ደሎ ሜራ ሓወይ ናትካ
ድምፂ ኣይሰማዕን ኢኻ ዘለኻ ሜሪ ናትካ ፅንሕ እሞ ቴሌፎን ይድወለኒ እሞ ቴሌፎን ክድወለኒ ዝፅንሐ ሕጂ ሜሪ እስከ እስከ ኣነ ሰምዓ ኣለኻ ሕጂ ሕጂ ሰማዕካ ኣለኹ ሜሪ እዚኣ ኦኬ ናይ ፅናሕ ኣይኮነን ዮርዳኖስ ኣረጋጊፅካ ዶ ናይ ዮርዳኖስ ኣረጋጊፅካ ዶ ናይ ዮርዳኖስ ሓደ እዚ ስዑዲ ዓረብ ካብ 1920 ከባቢ ኣጀሚሩ ኣብ መንጎ ስዑዲ ዓረብን ኣብ መንጎ ጆርዳንን ብዙሕ ብዙሕ ኮንፍሊክት ነይሩ እዩ ሕጂ ዝተሓላለኸ ርእስቲ እዩ ሕጂ ንስኻ ግን እንታይ ኢኻ ጌርካ ተዋሃሂበን ዶ መሲልካ ኣብዚ ምፃእ ሕጂ እ፣ ናይ ታ- ተሓላሊ ተባይ ሰንገረኝ ፅናሕ ተዋሃሂበን ፅናሕ ተቀያየረን ዶ ምእንቲ ሰላም ፅና ኣንታ ፅናሕ እባ እሱ እኮ ዝኾነት ሃገር ንሕና ከም ኤርትራውያን ከም ህዝብና ሃገርን ኮፍ ኢልና እንድሕር ደርባሓና ነገር ኣሎ ናይ መሬት ጉዳይ ምስ ኢትዮጵያ ኮፍ ኢልና ክንዝትየሉን ክንዘራረበሉን ፀገም ዘለዎ ኣይኮነን ንኣብነት ናይ ባድመ ጉዳይ ኣሎ ናይ ባድመ እቲ ጉዳይ ኣልጀርስ ምስ ተሓንፀፀ ዘይተወደአ ኣሎ ድብሉ ኣለዉ እዚ ካልእ ዛዕባ እዩ እቲ ካልእ ግን ናይ ሩስያን መን ኢኻ ትብሎ ሃበኒ ሽም ኖርወይ ዝበልካ ናይ ኖርወይ ሩስያን ናይ ኖርወይን ዝበልካያ ንሳ ሕጂ ግለጻ እንዲያ ሞ ንኺዳ ኖርወይ ኖርወይ ንዳ ኖርወይ ንዳ ኖርወይን ሩስያን መዓት ኣሎ ከምዚ እወ ኣብ ዓለም እንዳ መዓት ኣሎ ፈረንሳይን ጊንያን ትበሃል ሃገር ከዓ ምስ ብራዚል እውን ከምኡ ዘጋጠሞም ኣሎ ናይ ሩስያን ኖርወይን ንኺዶ ሩስያን ኖርወይን ንርብዓ ዓመት ብናይ ባሕሪ ጉዳይ ብናይ ወደብ ኣንብባ ኣንብባ ኣብዚኣ ናይ ምሳይ ዘላ ኣንብባ ከዓ እሳ ኣራይ ነንብባ ኣራይ ኣራይ ናይ ሩስያ ናይ መንሽሙ ንገረኒ ናይ ነርወይን ብትግርኛ ብእንግሊሽ ብድሌትካ
ሓራይ ናይ ሩስያ ናይ ኖርወይን ከዓ ብትግርኛ ክንኸደልጎ ማለት እዩ
ናዋ። ኣብ ሰሜናዊ ዛእቲ ኣርካቲክ ኦሽያን ንኣርብዓ ዓመታት ዝጸንሐ ናይ ባሕሪ ዶብ ምስሕሓብ ብሰላም ፈቲሐን። መን? ሩስያን ኖርወይን። እንታይ ተገይሩ? እቲ ነቲ ዝሰሓሓብሉ ዝነበራ ቦታ ኣብ ክልተ ማዕረ መቒለን ተዓሪቐን። ሩስያ ንድሕሪ ክፋል እቲ ክትጥቀመሉ ዝጸንሐት ባሕሪ ንኖርወይ ገዲፋቶ። ምኽንያቱ ኣብቲ ዞባ ዘሎ ነዳዲ ብሓባር ንምውፃእን ሰላም ንምስፋንን ተባሂሉ። እዚኣ ናይ ክልተ ሽሕን ክንደይን እያ ሞታ ውዕል ንገረኒ ቅድም
ናይ ክልተ ሽሕ ዓሰርተ ብራቮ እንታይ ኢኻ መሲልካ ኣብዚኣ ፅና ሕጂ በል ሕዝ በል ሕዝ ሶሪ ሚት ግበረለይ ሕዝ ምክንያቱ ኢኮ ገብር ኣሎ ስማዕ ደ ቢግ ዲል ኣርክቲክ ሲ ኣርጊመንት 2010 ኦኬ ሩስያ ኤን ኖርወይ ሳይንድ ደ ባረንት ሲ ኣግሪመንት ሶ ዋት ሃፐን ኢልካ ዴይ ዲቫይድ ኤ ዲስፒት ኤርያ ኢን ደ ኣርክቲክ ባረንት ሲ ኢች ሳይድ ጋት ኤ ዲፋይንድ ዞን ፎር ፊሽንግ ኦይል ኤንድ ጋዝ ኤክስፕሎርቴሽን ሶ ኖርወይ ብሕፅር ዝበለ ክሊር ዝኾነ ኢልካ ፓርት ኦፍ ደሲ ሒዛ ግን ዋንነት ግን ን- እቲ ሩስያ ግን ናይ ዋንነት ኣይኮነን ኩሉ ግዜ ኣሕሊፈን ዝወሃባ ክልቲኤን ክሰርሓሉ ክሰማምዓ ክእለ እየን ተርዲእካ ኣለካ ዶ ናይ ዋንነት ሕቶ ግን ቸክ ግበራ ሕጂ ናይ ዋንነት ንገረኒ ናይ- ናይ ዋንነት ናይ መን እዩ? ናባኻ እየ መጎስ ዋንነት ናይ መን እዩ ሕጂ ትብሎ ዘለኻ ኣብዚ ኣርኪቲክ ትብሎ ዘለኻ ምክንያቱ ኣርኪቲክ ሰፊሕ ዞባ እዩ። እወ ሕጂ እኮ ብለካ ኣለኹ ሜሪ እወ ካብቲ ትጥቀ- ካብቲ ናታ- ካብቲ ግዝኣታሲ ሩስያ ንኖርወይ ገዲፋትላ ፍርቁ ብለካ ኣለኹ ፍርቁ ኖ ድሕሪ ገዲፋትላ ኣይኮነን ፊሽ ክትገብር ኦይል ክትገብር እያ ግን ዋንነት ስናይ መን እዩ እብለካ ሕጂ ናይ ኖርወይ ድዩ ሶ እንታይ ኢኻ ትብል ኣብዚ ኦኬ
ኣንታ ሰብ ንዓ እሞ ክነገረካ ዋኒና ናይ ሩስያ ወላ ይኹንሲ ፍርቂ መቂላ ሂባታ ኣላ ንኖርወይ ከምኡ ከዓ ንኢትዮጵያ ንሃቦም ተበልኩስ እንታይ እዩ ሓጢኣት ዋ ንዓ እሞ ክነገርካ ኣሜሪካ ሕጂ ኣሜሪካ ሒዛ ነይራ እያ ባ- እ፣ ባሕሪ ኣ፣ ናይ መን ሽማ ናይ እዚኦም እ፣ ፓናማ ንፓናማ ግን ገዲፋትና ከይዳ ብዘይ ባእሲ ብዘይ ንምንታይ ንሰላም ክሰፍን ኢልካ ንሰላም ክሰፍን ኢልካ ሲ ይግበር እዩ ካብ ባሕሪ ፅናሕ ሰሪሕካ ኣይኮነን ኣይተሃወኽ ኣይተሃወኽ እቲ ውዕል ዝነበረ ተረዲኻን ዋላ ድኣ ንሰላም ክትብል እምበር ንሰላም ኢልካ ኦውነርሽፕ ኣይትገድፍን ኢኻ ኣብ ዝኾነ ዓለም ተራእዩ ኣይፈልጥን እዩ ኣብ ዝኾነ ዓለም ዋላ ኣብ ካልእ ዓለም ተተራኢኻ ጽናሕ ኦውነርሽፕ ኣይኮነትን ቸክ ግበራ ካልኣይ ግዜ ኦውነርሽፕ ኣስተውዕል ዋንነት ሲ ኣይትገድፍን ኢኻ ኣብ ዝኾነ ስለዚ ንሕና ከዓ እዚ ሃገርና እዚ ኤርትራ ከም ንስኻ ክዛረቦ ፅናሕካ ዋንነት ዓሰብ ናይ ኤርትራ እዩ ሕጅስ ንኢትዮጵያ ንሕና ክንባ ዋይ ኣንታ ውድ ንምንታይ ኢና ከምኡ ንገብር ትለዋወጥ ሰላም ክትነብር ኣይደልን ኢኻ ክጠፍእ ኢኻ ኖ ደሊ ግዜኡ ሰላም ሰላም ንምንታይ ንሶም ዘይጥቀሙ ክውንንዎ ደልዮም እሞ ሓ- ኣ- ኣ- ንሕና ዝተዓፂና ኣለና ክንመውት ኣይኮናን ብጥሜት ንሕና ተ- እሞ ን- ዘይጥቀምሉ ምጥቃም ኣብዎም ኢሳያስ ኦኬ ንሕና ከዓ ን- ነጠቅሞም እሞ ንሕና ክነጠቅመኩም ኢልና ኢና ብርጌድ ንሓመዱ ጀሚርና ንሕና ምስኦም ተ- ተ- ተዕንቁፅና ኣለኹም። ምጥቃምን ዋንነትን ንፈላለ ከተጠቅሞም ዲኻ ደሊኻ ዋላ ዋናታት ክትቦም ትማሕር ብሽሞም ክትገብሮም ንሕና ክነገረካ ማለት እዩ ንሕና እ። ክነገረካ ሜሪ መጀመርታ እዚ ክልተ- ዘለካ ናይ ብርጌድ ንሓመዱ መርገፂ ድዩ ዋላ ናብታ ሓዳይ ኣነ ኣነ ከም ሞጎስ ክነገረካ ናተይ ናይ ውልቀ ማለት እዩ እሞ- ክልተ ወደብ እዋ። ሒዘ ክልተ ወደብ ሒዘ ንኢትዮጵያ ኣይህበክን እየ ኢለ እውን ክቃለስ ሓደ ዓቅሚ የለን ካልኣይ ህዝበይ ከጥፍእ ኣይደልን እየ ተረዲካ ንክልቴና ዝኣክል እዩ ኣምላክ ፈጢርዎ ተረዲካ ንክልቴና ጽቡቅ ገይሩ ዘርብሓና እዩ ምጽዋዕ በይኑ ንዓና ክንገረካ ንኤርትራን እኩልን ፈረቃን እዩ ዓሰብ ኢትዮጵያ ይጠቀመሉ ይንበሩ የሕዋትና እንዲዮም እንታይ ሽግር ኣለዎ ሰላም እዩ ዘድልየና ወላስ ሞት ሞ- ዋው ሞጎስ ጽ- ትክክል ዘረባ እንዲ ኣይተታልለና ትኽ ኢልካ ተዛረብ እስኻ ሲ ዋንነት ሪኻ ክትቦም ደሊኻ ዋላ ተጠቃምነት ሜክ ኢት ክሊር ኣነ እኮ ነጊረካ ነጊረካ ኣይነገርካንን እያ ንሕና ዓሰብ ክንዎም እወ ተኾይና ንሕና ከዓ ካብኦም ንወስድ ተወዲያ ትረባባሕ ንሰላም ክትብል እንታይ ዘይግበር ክትወስድ ነገር ካብኦም የለን ና- መ- እንታይ እንታይ ማለት እዩ ክትወስድ እንታይ ክትወስድ ስምዓኒ እንታይ ክትወስድ ደሊኻ ካብኦም ትረባባሕ ትረባባሕ እንታይ ዳ ክትገብር እንታይ እሞ ትብል ሓራይ ንኣብነት ኦኬ ሕጂ ፅናሕ ሕጂ ንሕና ኣብ ዓለም ዘሎ ኣሰራርሓ ክነግረካ ሉክሰምበርግ ወደብ የብላን ስዊዘርላንድ ወደብ የብላን እዘን ሃገራት እዚአን ግን እዚ ናይ ሮቶርዳም ርኢኻ ኣለኻ ናይ ኔዘርላንድ ብምሉኡ ንሱ ንመን እዩ ዳርጋ ናይ ኤሮጳ ወደብ ጌርካ ሕሰቦ ዋንነቱ ግን ናይ ኔዘርላንድ እዩ እንታይ ስለ ዝተረኽበ እዩ ሕጂ ንሕና ነቲ ደምናን መስዋእትናን ዝኸፈልናሉ ልኡላውነትና ነዚ ትማሊ ዝሰዓርናዮ ስርዓት ክትብዎ ትብለና ዘለኻ እዚ እኮ ንዓና ዘይተርዳና ንምንታይ ኢና ክንቦ ዋይ ንሕና ሲ ናትና እንድዩ ንምንታይ ንቦ ኣነ ኸ እንታይ ይብለካ ኣለኹ ሀራ እዚኦም ጎረቤትና ሲ ይብለካ ኣለኹ ዘመን ሙሉእ ብባሕሪ ብመሬት ይባእሱና ኣለዉ ንምንታይ ኢልና ሕቶኦም ክንምልስ ክንክእል ኣለና ምስዚኦም ክንጣፋእ ሲ ጽቡቅ ኣይኮነን የሕዋት ኢና። ትኽክል ዘረባ ትኽክል ክንምልሶ ኣለና ሕጂ እሳማዕ ፍታሕ ኢና- ይኹን። ፍታሕ ኢና ክነምጽእ ደለና ደኣ እምበር እሞ እቲ ፍታሕ ካኣ ቀሊል እዩ ሕጂ እቲ ፍታሕ ክንረካ ካኣ ኣለዎ። ቀሊል እዩ ጽናሕ እታ ፍታሕ ክነግረካ ኣብይ ኣሕመድ ልክዕ ከምዛ ናይ ጅቡቲ ስምዑ ክቡር ህዝቢ ኤርትራ ቀላል ባታ መግለጺ ኣ- ኤርትራ ሉላዊ ተካምልካዮ ሃገር እንታይ እያ። ጸገም ኣለዎ ከምዚ ናይ ሩስያ ኣታ ንኖርወይ ወዲ ዘካፈልካ ጽንዓኒ ዶ? ፅናሐኒ እሞ ፅናሑ ሞገስ ምክፋል እዚ ሕምባሻ ኣይኮነ ተረዲኻ ኣለካ ዶ እዚ ዓዲ እዚ መሪር መዋእል ዘሕለፈ ዓዲ ምእንቲ ሰላም ኣይትህብን ምእንቲ ሰላም ኢሎም ምእንቲ ሰላም ኢሎም ተረዲኻ ኣለካ ምእንቲ ሰላም ኢሎም ንሰሜን ስርዓት ክገብሩ ዝግብኦም ምእንቲ ሰላም ኢልና ክብርና ኣሕሊፍና ኢሎም እናምለካ ኣለና ኣይርዳእካ እንድዩ ዋይ ወ- ኣንታ ወ- እንታይ ኢኻ ትገብር?
ኣንታ ሰብ እሞ ክ- ክ- ክጠፍእ ዲኻ ክትነብር ምስኦም እንዳተባእስካ እሞ ስለ ዝብለካ ኣለኹ ንዕኦም ኬድካ ብቋንቋ ኣምሓርኛ ንሰላም ክትብሉ ጥራሕ ዘይኮነስ ሕግን ርትዕን ኣይትርገፁ እዚ ልኡላውነት ናይ ኤርትራ እዩ ብሰላማዊ መንገዲ ክትጥቀሙ ተደሊኹም ክትጥቀሙ ትኽእሉ ኢኹም ብሓይሊ እንዳማትኩም መሬት ክትወስዱ ግን እዚ ሕምባሻ ኣይኮነን ኢልካ ክትዛረብ ዝግባእካ ንስኻ ኢኻ ምክንያቱ ንዓ ፖስታትካ ከዘክረካ እየ ፖስታትካ ከዘክረካ እየ ወረገ ነለካ እዚ ዘይኮነ ፖስታትካ ንስኻ እዚ ዶ ኣይኮነን ኤርትራ ከም ዘላቶ እዚ ብዲሰምበር ዓሰርተ ክልተ ሽሕ ዕስራን ኣርባዕተን ፖስት ዝበልካዮ ኤርትራ ከም ዘላቶ ልኡላዊት ሃገር ኮይና ክትቅጽል እቲ ስርዓት ግን ክቅየር እዚ እዩ ዘቃልሰኒ ካልእ ኣጀንዳ ምንም የብለይን እዚ ናትካ ፖስት ዶ ኣይኮነን የስ
ናትካ መርገጽ እዚሲ ናተይ ድሌት ኤርትራ ከም ኤርትራ ተኸቢራን ተፈሪሓን ክትነብር እዩ እቲ ምሕደራ ግን ሙሉእ ብሙሉእ ክቅየር ናይ ወትሩ ጸሎተይን ቃልስን እዩ እዚ የስ ናትካ ዶ ኣይኮነን ብዲሰምበር ሓሙሽተ ክልተ ሽሕ ዕስራን ኣርባዕተን ፖስት ዝገበርካዮ እወ
ጸቡቅ ክቅጽለልካ ሉኡላውነት ኤርትራ ኣብይ ኣይኮነን ዝደፍሮ ዘሎ ኢሰያስ እዩ ኣድፊርዎ ባይቶ ዘይብሉ ቁዋም ዘይብሉ ሃገር ምስ ገበሮ ሽዑ እዩ ተደፊሩ ሉኡላውነት ኤርትራ ሃገርና ኢልካ ስለዚ ኤርትራ ሉኡላዊት ሃገር ምዃንካ ትኣምን እያ ማለት እዩ ይኣምንዋ
ኦኬ ስለዚ እንድሕር ከምኡ ኮይኑሲ ንስኻስ እንታይ ኮንካ ኢኻ ሕጂ ነቲ ሉኡላውነት ኣሕሊፍካ ክትቦ ደሊኻ ዲኻ ኣነ ሜሪ ሓወይ ንምንታይ እየ ከምኡ ዝብል ዘለኹ መስኪልካ ህዝብናሲ ሜሪ ሓወይ ዘይውዳእ ኩናት ኮይንዎ ሕጂ ሪሊ ንዛረሞ ሜሪ ሓወይ ንራእዮ ሕጂ እዚኦም ህዝቢ ብብዝሒ ወላ ተኮይድካ ሜሪ ሓወይ ሚእትን ገለመለን በፂሖም ኣለዉ ተረዲኻኒ ኢሳያስ ከዓኒ ብዓንቆሮም ሒዝዎም ኣሎ ብዓንቆሮምሲ ሒዝዎም ኣሎ ሕጂ እንታይ ኮኑ ኣሎ መሲልካ ኣብ ምንታይ በፂሖም ቀደም ክንካፈሉ እዮም ድብሉ ነይሮም ሕጂ ግን ኣብ ምንታይ በፂሖም መሲልካ ናይ ግድን ባሕርና ዓሰብና ዶኩሜንት የለ ገለ የለ ተመልጢልና ኢና ክንወስድ ኢና በፂሖም ኣለዉ ሕጂ ኦኬ መን ንዚኦ ስማዕ መን ኢልካ መን ኢልካ ንስኻ ሲ ናይ ኢትዮጵያ ሕቶ ናይ ኢትዮጵያ ሽግር ሲ ኣፍ ደገ ባሕሪ እዩ ዝበለካ መን እዩ? ኢትዮጵያ እኮ ብጅቡቲ ጌራ እኮ ኣፍ ደገ ባሕሪ ትጥቀም እያ እወ እወ ቁጡር ዲዳ እሶም ሚልዮናት ገንዘብ የውፅ- የውፅኡ ስለ ዘለውስ ሕጂ ግን ነቲ ሓ- ነቲ እሱይ ኮነ ደልዮም ዘለውስ
ወድ እስኻ ንህዝቢ ኢትዮጵያ ዓይኑ ዓፊንካ ክነግረካ ባይተወይ ምስ ፍርቂ ህዝቢ ኢትዮጵያ ኣብ ኩናት ኣቲኻ ከም ዘለኻ ኣይትረስዕ ምኽንያቱ ንስኻ ኣብይ ኣሕመድ ኢትዮጵያ ምምሕዳር ኣብያቶ ገፊሓቶ እዩ ባሕሪ ዝብል ዘሎ እምበር ንኢትዮጵያ ባሕርስ ይትረፍ ይብለካ ኣለኹ የሱስ ክርስቶስ ከማን ሕጂ ክዕሪ ኣይክእልን እዩ ኣታ ባሕሪ ሜሪ ይብቃ እዚ ክነግረካ ኣነ ዕረ ሽግር ክነግረካ ሜሪ የብላን ሓወይ ኢትዮጵያ ሜሪ ሓወይ ክነግረካ ኢትዮጵያ ባሕሪ ኣይኮነን ሽግራ ትራይ ቱ ኣንደርስታንድ ናይ ኢትዮጵያ ኢሹ ናይ ኢትዮጵያ ማንሳራ ኢሹ ብመሰረቱ ኣብ ኢትዮጵያ እዩ መን እዩ ባሕሪ ኢልካ ሜሪ እንታይ ይብለካ ኣለኹ ኣነ ክነግረካ ምስዚኦም ሲ ኣብ ኩና ዲና ሞ ክንነብር ከምዚኦም ዓለማት ዝገበሮስ ሕጂ ንዓ ሞ ናይ ሩስያ ንኺዶ ሩስያስ ንኖርወይ ሲ ምእንቲ ሰላም ክትብልስ ባሕሪ ከፊላታ ኣሜሪካ ሲ ናይ ፓናማ ወደብ ሒዛ ነይራ ገዲፋትላ ከይዳ ምእንቲ ሰላም ኢልካ ዝግበር ነገር ስሎ ፅናሕ ሕጂ ሓደ ኣብ ዓለም ፅናሕ ምእንቲ ሰላም ኢልካ ምእንቲ ሰላም ኢልካ መሬት ምልውዋጥ ሲ ኣሎ እዩ ባንግላሽ- ኣይ፣ ባንግላዴሽን ህንድን ምእንቲ ሰላም ተባሂለን መሬት ተለዋዊጠን እሱ ርእሱ ዝኸኣለ ታሪክ ብርእሱ እንዲኻ ተምፅኦ ዘለካ ዘርዝራ ካብ መጀመርታ ናይተን ሃገራት የልካ ኣይትዝራን ኢኻ ኣንታ ዝርዝረልካ እየ ዘለካ ባንግላዴሽን ህንድን ብኸመይ ተላዊጠን ስለምንታይ ናብኡ ኣትየን እንታይ ኣራኺብዎን ትፈልጦ ይብልካ ኣብ ጎግል እንዲ ዘሎ ኩሉ ታሪክ ክንብፀ እወ ክንኽእል ኢና ሱስ ኩሉስ ሕጂ ብርእሳ ኢኻ ኣምፂኻዮ ዘለኻ ሜሪ ክነምጽኦ ንኽእል ኢና ኩሉ ታሪኽ ኣብ ዓለም ምእንቲ ሰላምን ሰላም ካብ መሬት ይዓቢ ሜሪ ሓወይ ሰላም እንታይ ይዓብስ ህዝቢ ኤርትራ ተወዲኡ እቲ ሓዘን እሞ ሜሪ ሓወይ ህዝቢ ኤርትራ ተወዲኡ መሬት በይኑ እንተተረፈ እንታይ እዩ ትርጉሙ ማለት ሲ ህዝቢ ዶ ኣይኮነ እቲ ዝዓቢ ካብ ባሕሪ ካብ መሬት ህዝቢ ዶ ኣይኮነ ዝዓቢ ስለዚ ኦኬ፣ ጽቡቕ፣ ዘላቂ ጽቡቕ ፍታሕ ክነግረካ። ከመይ ጌርና ነምጽእ ኢትዮጵያውያን ኦኬ፣ ጽባሕ። ዘይጉድእሉ ንሕና ንሰ- ዘይንጉድኣሉ ጌርና ስምዓኒ ዘይንነብር ንሰላም ንሰላም ንሰላም ንሰላም ኢልካ ኣብ ዓለም ማንም ነገሩ ዝህብ ሰብ የለን ግን ንረብሓ ህዝብን ሃገርን ኢልካ ዝኾነ ውዕል ክትገብር ትኽእል ኢኻ ንሕና ኤርትራውያን ከኣ ምስ ኢትዮጵያ ዘርባሓና ውዕል ኢና ንገብር ዘርባሓና ውዕል ከኣ ንሕና ወደባትና ሰሪሕና ክንጥመሉ ኣብ ዝለዓለ ደረጃ ክንበጽሓሉ ኢና ደኣ ንደሊ እምበር ንሕና ንኢትዮጵያ ባሕሪ ኣይንህባን ኢና ክትጥቀም እንተደልያ ኢትዮጵያ ግን ሰላም ተደልያ ኢትዮጵያ ህዝቢ ኢትዮጵያ ሰላም ተደልዩ ክጥቀም ይኽእል እዩ እዚ እዩ ሰላም ዘምጽእ እምበር ንኤርትራውያን እብለካ ኣለኹ ዓንቶብያ ኣብነት ኣምጺእናልካ እስኻ ፈሊጥካ ነታ ኣብነት ገዲፍካያ ሰበይትኻ ንሰላም ክትብል ንማንም ሰብኣይ ትህቦ ዶ? ሰበይተይ ሓንቲ እያ ንኽልተ ሰብኣይ ትኸውን እያ ክልተ ባሕሪ ንስተ ኤርትራ ግን ዘለዋኻ ክልተ እዩ ንኽልተ ክል- ንካፈሎ ክል- እንታይ ጸገም ክልተ ኣለዎ ንስተ ክልተ ንስተ ዘለዋኻ እ ምሃብካያ ዶ ነቲ ካልእ ሰብኣይ ንሰላም ኢልካ?
ክልተ ሰበይቲ ክህልዋን ይክእለን እዩ ተዝህልዋ ከ ነይረግ
ክልተ ሰበይቲ ድልወስ ንሓደ ሰብ ከካፍሎ እወ ነቲ ሓደ ሰብ ሰበይቲ ካደ ሲላት ናበን ዝብለካ ምሃብከያ
ከም ሕቶ ብኸመይ ኣምፂኻዮ ሓጢኣት ዶ ኣይኮነን ብኸመይ ከ ንስኻ ንተላሚድካ ባሕሪ ሃብዎም ዝብል ሕቶ ኣምፂኻዮ

ጓልካ ከ ኣይደለየቶ ትህቦ ዶ ኣንታ ሜሮን መልስ ሰብ እያ እኮ እዚኣ ሰብ ከመይ ገይረ ድህብ ሰይ ሰብ ከመይ ገይረ እዩ ዝህብ እቲ ባሕሪ እኮ ሰብ ኮይና ከፊልና ኣሎ እንታይ ኣብዚ ኣንታ እናኸድና ባሕሪ ሞተር ንብል ከፊትካሉ እንደገና ሰብ ኣይተጥፍን ኢኻ መሬት መሬት ክነገርካ ክት- ፀገም ደሎ ኣይኮነን መሬት መሬትን ኣካል ሰብን ስምዓኒ ሜሮ ሓንሳእ ንበዓል ቤት ወደድ ኣይኮኑን እዮም ንባሕሪ ከፊሎም ትሕቲ ጉድጓድ ሰፊሮም ዘለዉ እንታይ ኢኻ ትጻወተና ኣለኻ ባሕርና ስለዚ ንኢትዮጵያ ን- ኣይንህብን ኢና ዝበለ ሰብ ጅግና ኣብ ጉድጓድ ተቐቢሩስ በዚ ክትዛረቡ ከማን መጀመርያ ግባኡ ንዑ ነቲ ኣሳሪ ኢሳያስ ሸተት ኢልኩምሲ ንኣብይ ኣሕመድ ትወቕሱ ባሕርና ንኢትዮጵያ ኣይንህብን ኢና ዝበለ ጅግና ናይ ጀጋኑ ኣብ ጉድጓድ ሰፊሩ ንዕኡ ኣብ ጉድጓድ ደእተወ ሜሮን እሱ ወላ ይምርሓና ድበልካ ሰብ ኢኻ ኢሳያስ እንድሕር ሕጊ እንድሕር ገይሩ ወላ ይምርሓና ድበልካ ሰብ ኢኻ ያ ክትሕገ ዲኻ ከብለካ ብሓይሊ።
ከለኹ ኣነ ከብለካ ኣለኹ ዋላ ሕጂ ክደግመልካ ሱዳ እሱ ክደግሞ ክእል እየ ኣነ ኣ- እንድሕር ኢሳያስ ሕጂ ሕግን ቅዋምን ገይሩ ሲ ጸገም የብለይን ዝበልክዎ ሕጂ እውን ጸገም የብለይን ንስኻ ብዓቢኡ እብለካ ኣለኹ ነዚ ናብ ሕጊ መሪር ኻን ንሕና ኻን ገበነኛ እዩ ናብ ሕጊ ነቕርቦ ኻን እብለካ ኦጽብቕ ትብል ከኣ ንስኻ እንታይ ደለኪ ኣይትበል እኮ ኣይበልኩኻን እዚ እኮ ውሽጢ ኤርትራ ዘሎ እዩ ጸገም የብሉን ንስኻ ከኣ ደሓን ፍትሒ ምስ ገበረስ በታ ዝገበራ ፍትሒ ከኣ ናብ ሕጊ ነቕርቦ እዚ እኮ ናትካ ምርጫ እዩ ከም ኤርትራዊ ኣብዚ እኮ ተቓውሞ የብለይን ኣነ መሰል ኣለካ ኣብዚ እኮና ንበኣስ ዘለና ንበኣስ ዘለና ግን ንስኻ ነዚ ሙሉእ ህዝቢ ኢትዮጵያ እኳ ከይከውን ከኣሲ እስኻ ንኣብይ ኣሕመድ ወኪልካ ኣብ ማሕበራዊ ሜድያ ብዛዕባ ልኡላውነት ኤርትራ ዓሰርተ ግዜ ትዛረቦ ዘለኻ ዘረባ ትኽክል ኣይኮነን። ኤርትራን ኢትዮጵያን ከም ጎረባብቲ ተሰማሚዐን ክነብራ ትደሊ ዲኻ ኣይደልን? ትደሊ ዲኻ ኣይደልን? ተሰማሚዐን ክኸዳሲ ብምሉእ ልበይ ይቕበሎ። ተረዲኻ ኣለኻ? ጸብቕ ጸብቕ። ሕጂ ስማዕ፣ ባሕሪ ጉዳይ ባሕሪ ናይ ግን ኤርትራ ኦ፣ ኣረ፣ ናይ ቀጽል። ኤርትራ ባሕሪ ኢትዮጵያ ክትጥቀመሉ ብሰላማዊ መንገዲ ትጥቀመሉ ግብርና ንእክብ ዋንነት ናትና እዩ ግን ኢትዮጵያ መርከብ ድያ ከተእቱ ብኡ ድዮም ክሕምብሱ ገለ ጸገም የብልናን ዋላ ሱዳናውያን ገለ ኣብዚኣ ሰማማዕ ዲኻ ይሰማማዕ
ኣንታ እዝራሞ ይሰማማዓሉ ደስ ዝብለኒ። እሱ ድዩ እቲ ትኽክል ከይኮነ?
እንድሕር ኢትዮጵያ ከኣ ንሕና ንሽገር ኣለና ንጠሚ ኣለና ኢሎም ሰጦ በመቀበል ከኣ ከይድ መጎስ ኡይ ዶ ክብል እሂ ስለ ዝጠመዩን ስለ ዝተሸገሩን ሲ በዚ ባሕሪ እዚ ክትጥቀሙ ትኽእሉ ኢኹም ንብሎም ኣለና ሶ ዋትስ ዩር ፕሮብለም ደን ሕጂ ክነግረካ ሜሪ እሺ ኣብይ ኣሕመድ ንይ ኣብይ ኣሕመድ ስምዓኒ ሜሪ ሓወይ ስምዓኒ ኣነ ክነግረካ ሓቂ ኢዩ ዝዛርብ ኣሎ ጎረቤተይ ጠምዩ ኣነ ብሰላም ክነብር ስለ ዘይክእል ኣታ ምስ ንስራቂናስ ጎረቤተይ ጠሚና ሰላመይ ዲና ክፈጥር እየ ዘለና ንሕና ስጠሚና እንዲና ዘለና ኣታ ሓወይ ክልተ ወደብ ሒዝካ ደኣ ክልተ ወደብ ሒዝካ ወይ ንዓና ወይ ንጎረቤት ኣይትኸውንን ዋ እሞ ሕራይ ፅቡቕ ንሕና እኮ ብለካ ኣለኹ ጎረቤት ሲ ከማና ንሕና ምስ ረባሕና እንዲዮም ክረብሑ ንሕና ክንጥቀም ኮለና ክረብሑ ምሽ ንሕና እኮ ይፀገምናን ጠሚና ኢና ዘለና እንታይ ግበሩ ኢኻ ትብልና ኣለኻ ካብ ዘይብልና እንታይ ኢና ክንመቕሎም ጠሚና ኣለና ንሕናስ ካበይ ኣምፂእና ንቕወም ኢኻ ንፀገምና መን ኣጥሚካ ምሕደራ ናይ ህግድፍ ደጥሜና ደሎ ንኩላትና ዳዓጣጠወና ደሎ መድሪ እሞ ትኽክል ምሕደራ ናይ ኤርትራ ኣመሓይሽና ሽዑ ንሕና ከዓ ነዞም ጎረቤትና ምስ ፀገብና በሉ በዚ ከዓ ከተሕልፉ ትኽእሉ ኢኹም ንብሎም ከማናስ እሞ- በዚ ተጠቀሙ እሞ ኢሳያስ ከዓ ሲ ከየስርሖም ሲ ከልኪልዎም ፅርግያ እንተስርሑ ግ- ኣይርዳእኩም ዲ ኣብይ ኣሕመድ ሲ ብኩሉ ፈትኑ መታዋ እዩ። ኢኻ ንስኻ ንስኻ ስማዕ እሞ ሞጎስ ዓርከይ ንስኻ ሲ ሞጎስ ናይ የሱስ ሽም ከዓ ጌርካዮ ኣለኻ

ንባሕሪ ተባሂሉ ዝጠፍእ ኤርትራዊ የለን ከጉርሖ'የ ከለብሞ'የ ንኤርትራዊ ሓወይ ተደሊኻ ከዳዕ በለኒ ተደሊኻ ምልሻ ፊኖ በለኒ ወላ ምልሻ ስርናይ በለኒ ንህዝበይ ከለብሞ'የ ንኢሳያስ ሓዞ'የ ክብል ንኣብይ ካብ ትወግእ ትኸይድ ንኢሳያስ ምኽንያቱ ኢሳያስ ኣብ ልኡላውነትን ኣብ ባሕርን ተሓቢኡ ኣሎ እዚ ሌባ ተረዲኻኒ ባሕርና ንኢትዮጵያ ኣይንህብን ኢና ዝበሉ በዓል ቢትወደድ ኣሲሩስ ንዓይ መጺኡ ሕጅስ ባሕሪ ክም- ክወርዋ መጽኡ ኣለኹ ለኒ መን እዩ እዚ መጀመርያ ንቢትወደድ እንታይ ኮንካ ኣሲርካዮ ይብሎ ኣነ ብኢሳያስ ዝታለል ወለዶ የለን ተረዲኻኒ ንባሕሪ ኢሉ ሰብ ክጠፍእ የብሉ ኩላትኩም ወላ እዞም ኣብዚ ደገ ዘለኹም ባሕረይ ልኡላውነተይ ትብሉ ኣይትወርዱን ኢኹም ኣይትስውኡን ኢኹም መን ዳኣ ክስውኣልኩም ኣብ ኣብኡ ድ- ድኻ ደሎ ኣምላኽ ድፈትዋ እዚኣ ኣነ ዝብላ ዘለኹ ቅንዕና የሕዋትና እዮም ጎረቤትና እዮም እሳቶም ተጠምዮም ንሕና ከኣ ሰላም ኣይንረክብን ኢና እንታይ ንግበር ብሰላማዊ ንፍታሕ እቲ ጉዳይ ብሰላማዊ ኢሳያስ ምስ ተሓቢኡ ምሳና ዝሰርሕ ኣነ ኮነ ኣብይ እንታይ ኣለኹ ንዓ ንዓ ንዓ ምሳና ስራሕ ኣብይ ንኢሳያስ ግደፎ ፋሽኑ ሓሊፉ ኣሪጉ እንታይ ኣይኮነን ወንጌ ከመይ ድያ ኮይና እዚኣ ሕክያ መሲድካ ሜሮን ትነግረካ ሜሮን ትወርድ ሕጂ ንባሕር ተተባሂሉ ኩናት ተጀሚሩ እሞ ፅናሕ እሞ ሕራይ ክምልሰልካ ፅቡቅ ፅቡቅ ሕቶ መልስ ሕጂ እንታይ መስሊካ እሞ ግን ኦኬ ክምል እሞ ክንምልስ እባ ቅድሚ ግን ቅድሚኡ ግን ሓንቲ ክነግረካ ሲ ከመይ ዲካ ጌርካያ ከምዚ ኣነ ሰበይቲ ላትኒ እሞ ሓደ ካብ በቲ ዓርከይሲ ኣፍቲ ፊተይ ከኣ ኣሎ ሓደ ሲንግል ኣሎ ሕጅስ ኣነ ኩሉ ግዜ ምስ ሰበይተይ ክቀዛዛ ኣነ ኩሉ ግዜ ትንኮሳ ክገብር ሲ እዚ በዝ ዘሎ ወዲ ከኣ ምስኪናይ ሲንግል ኮይኑስ እዚስ ፍትሓዊ ኣይኮነን ስለዚ ከይተቀተልና ከለናስ ሰበይተይ ሕሊፈ ክቦ ኣለኒ ዓይነት እንድያ ትኸውን ደላ እታ ምጉት እታ ሎጂክ ማለት ናብ ሰበይቲ ንምንታይ ኢኻ መላሊስካ ናብ ሰበይቲ ናብ ሰበይቲ ትምጻእ ሰበይቲ ሓንቲ እንዴ ሰበይትኻን ሃገርካን ሓደ እኳ እዮም ብሰበይትኻን ሃገርካን ዝመጸካሲ ተቆራረጽ እዩ ዝብል ትሕጊ ሓንሳብ ክነግረካ ንዓሞ ሜሪ ሓወይ መሬት ተለዋዊጠንየን ኣብ ዓለምና መሬት ባሕሪ ዝተለዋወጣ ኣምጺኢናልካ ኮይና ናይ በዓል ጆርዳን ዋ ኣምጺኢና ናይ ሰበይቶም በዓል ቡቲ ዝለወጡ እውን እኮ ኣለዉ ሰበይቶም ዝለወጡ ኣለዉ ኣታ ሜሪ ሓወይ ደሓን እሱ ሰበይቶም ዝህቡት ኣለዉ እንዶ ውልቀ ሰባት እንታይ ጸገም ኣለዎ ድዩ እሞ ሰበይቶም ሂቦም ኢና ንሕና ተረዲኻን ኣለኻ ሜሪ ሰበይትና ሓወይ ኣይንህብን ኢና ንዓ ሕጂ ክነግረካ ሜሪ ሓወይ እንታይ መሲልካ ሜሪ እዚ ሎጂክ ነገር እዩ ህዝቢ ክነግረካ ኣነ መጎስ ሓንቲ ሰበይቲ ተልያት ንካልእ ሰብ ክህባ ኢልኒ ኤርትራ ግን ክንደይ ወደብ ኣለዋ ክልተ ወደብ ኣለዋ ምሽ ፍሉጥ ማለት እዩ ካብዚ ክልተ ወደብ ኦኬ ሓንቲ ተትህልዋ ነይራ ኤርትራ ከ ወላ ሓንቲ ተሃልዋሲ ከምዚ ናይ ሩስያ ስትመቕሎ ተካፍሎም ተስራሑ ሽዑ ዋንነት ከመን ክኸውን ዋኒን ኣብ ኤርትራ ኣቱ ሓንቲ ተትኸውን ወደብና ኣነ ኦኬ ኣነ ሕጂ ሓንቲ ወደብ ኤርትራ ተትህልወና ሜሪ ምስ ኢትዮጵያ ብኸመይ ምተጠቀምካ ተለኒ ዋኒነይ ናተ ይገብሮ ተረዲኻኒ ተጠቃምነት ህቦም ከምዛ ናይ ሩስያ ማለት ሩስያ ንኖርወይ ከፊላታ ተካፍሎም ንሕና ግን ክልተ ወደብ ሒዝናሲ ኣይነጠቅመኩምን ኢና ኢልናዮም ብሰላማዊ መገዲ ወላ ኣብይ ኣሕመድ ለሚኑ ኣብይዎ ኣይነካፍልን ኢና ውን ይብሉና ሕጂ ሲ ህዝብና ካብ ዝጠፍእ ሲ ተረድኡና ሜሮን ሜሮን ይኹን መሓሪ ይኹን ኩላትኩም ኣብዚ ኣዛረቡ ዘለኹም ኣብ ቅድሚ ኣምላኽ ስለ ወደብ ተባሂሉ እንድሕር ስለ ሓእሰብ ኩናት ተጀሚራ ኣይትወርዱን ኢኹም ኣብዚኣ ኮንኩም ግን ልኡላውነተይ ባሕረይ ከፊለለየ ገለ ትብሉ ኣለኹም ኣይትወርዱን ኢኹም መን ደኣ ክውድኣልካ እዩ? እሞ መን ደኣ ጽብቕቲ ክኣስረልካ ኣብዚኣ እዩ? ጽብቕቲ ሕራይ እሞ ኣብዚኣ ክንፈትሓታ ጉዳይ ብወርዶ ሕጂ ሕና ሞጎስ ወረደካ ኩናት ተጀሚሩ እስኻ ኣብ ዝሓለፈ ትግራይ ክትውረር ከላ ትግራይ ትዕወት ኢልካ ነርካ ዶ ይበልካ እዚኣ መልሳ ንወደበይሲ ኣሕሊፈ ምልሰካ ኣይህብን ትግራይ ኢልካ። ትዕወት ኢልካ ነርካ ዶ ይበ- ኣይበልካን ኣታ ናተይ እባ መልሰለይ ቀዳማይ ኣንድ ሕቶ ካይ ወደበይ ትግራይ ኣይህብን ትዕወት ኢልካ ኢልካ ነርካ ዶ ይበልካን እዎ ናተይ ሕቶ እኮ መጀመርታ መልስሞ ኣነ ክምልሰልካ እየ። ኣነ ኣነ ክምልሰልካ እየ። ኣራ ባሕረይ ኣይህብኔ ወደበይ ኣይህብኔ ኢልካ ኣለካ ምሽ እሞ መፅኤ ክወርር የብለካ ኣሎ ኣብይ ኣሕመድ ከይድካ ትስለፍ ዶ እቲ ኩናት ሕጂ ስኻ ኣብ ኩናት እኮ ኣብ ኩናት ግድን ኣይኮነን ከይድካ ናብ ድፋዕ ትስለፍ ብዝተፈላለየ መንገዲ ኣኣብ ዘለኻዮ ኮንካ ኣንጻር እቲ ዝካየድ ወራር ተረዲእኻ ኣለኻ ዶ ክት ክትማጎት ትኽእል ኢኻ ንኣብነት ኣብ ዝሓለፈ እዋን ትግራይ ዕወት ዝበሉ ኣሕዋትና ናብ ትግራይ ድፋዕ ኣይከዱን ግን ኣብ ደገ ኮይኖም በቲ ናቶም ኩርናዕ ጠመተ ዘዋጽኦም ይኽ ንኽእሎ ኢና ዝበልዎ ገይሮም ገሊኦም ተጋሩ ኢና ኢሎም ገሊኦም ባንዴራ ሒዞም ገሊኦም ንሕና TDF ኢና ኢሎም ዝተፈላለየ ኢሎም እስኻ ውን ኣበይ ኔርካ ኣይፈለጥኩን ኣነ ኸኣ ኣብዚ ኮይነ ሃገረይ ስልማተይ ይብል ዓቕመይ ዘፍቅዶ የዋጽእ፣ እቲ ኩናት ግን ብዓብዩ ይኹንን ንሙሉእ ዓለም ድማ የስምዕ፣ ከምዚ እዚኦም ብርጌድ ንሓ እዚኦም ትግራይ ትዕወት ኣሕዋትና ዝገበርዎ ነስምዕ፣ ጎስጓስ ንገብር ንእከብ። ኣበይ ኢኻ ኔርካ እሞ እታ ናይ ትግራይ ትዕወት ንእግረ መንገድኻ? ኣነ ኣብ ኣዲስ ኣበባ እየ ነይረ። ሶ ኣይነበርካን ኣብቲ ናይ ትግራይ ትዕወት? ኣይነበርኩን።
ኦኬ ሕጂ ንስኻ ከ ህዝቢ ኢትዮጵያ ንኸይጠሚ ኢልካ ኩናት ትኸፍት ዶ ምስ ኢትዮጵያ ኮንካ ወሪድካ ስትዋጋእ ዶ ምስ ኢትዮጵያ ኮንካ ናብ
ንኢሳያስ
ምስ ኣቢ ኮንካ ሶ ኣቢ ዓሰብ ክሕዝ መካየድ ካየዶ ዝሓለፈ እኮ ነጊረካ ኣነ ኣነ ዘይገብሮ ነገር ኣነ ከይደ ሕጂ ብረት ሒዘ ናይ ምቅላስ ዕላማ የብለይን ኢለ በቀዳይ እኳ ነጊረካ እንታይ ደኣ ንጹር እየ ተዛሪበ እኮ ኣነ ይሓስኹን እኮ ከምዚኦም ገለ ከምዚ በዓል መሓሪ መሓሪ እኮ ቪድዮ ቪድዮ እኮ ሒዝና ኣለና ንባሕሪ እንድሕር መጺኡ ክወርድ የሉ ከሎ ንርኢ ዘይትገብርዎ ኣይትዛረቡ ኢለ ኣነ ትወርድ ዲኻ ኢልካኒ ኣይወርድኒ ዘይገብሮ ንምንታይ ይሕሱ ኣይወርድኒ እንታይ ኣይወርድን እየ ምስ ኣብይ ከይደ ተሓዊሰ ባሕሪ ንኣብይ ንክህብ ኢለ ንኢስያስ ከጥፍእ ኣይገ- ነቶም ኣሕዋተይ ግን ነቶም ኣብ ኤርትራ ዘለዉ ኤርትራውያን ማለት እዩ የለብሞም ኣቱም ሰባት ንዓኹም ጸላኢኹም ቀንዲ ኢሳያስ እዩ ምስ ኣብይ ክረዳዳእ ስለ ዘይከኣለ ክዘራረብ ስለ ዘይከኣለ ልኡላውነት ባሕሪ ኢሉ ንዓኹም ኣብ ሽግር እትወኩም ኣሎ ኣብይ ኣሕመድ ኦኬ፣ መጀመርታ ብሰላማዊ መገዲ ንዘራረብ ኢልዎ ኣብዩ ኣብይ ንዓኹም ኣብ ኲናት ጠሰኩም ኣሎ ኣብዚያ ንዓዲ ሃሎ ፅብቕቲ ከይድኩም ሓዝዎም ይብሎም ኦኬ የጓኹም እስኻ ግን ቅኑዕ እንተትኸውን ንእግረ መንገድኻ ከዓ ቅንዕና ማለት እዩ በምሓርኛ ጌርካ ንኢትዮጵያውያን ኣንቱም ኢትዮጵያውያን ኣ- ሽጉርኩም ባሕሪ ይኮነን ኣብይ ኣሕመድ ኣብ ዓዲ ምሓራ የጥፋኣኩም ኣሎ ኣብ ኦሮሞ ሰብ ይቐትል ኣሎ ኣብ ዓዲ ምሓራ ሰብ ይድብድብ ኣሎ ኣብ ትግራይ ሓደ ሚልዮን ኣጥፊኡ ስለዚ ሽግር ናይ ኢትዮጵያ እዚ መራሒኹም ኣብይ ኣሕመድ ደኣ እምበር እዚ ናይ ባሕሪ ሕቶ ኣይኮነን ቀዳምነትኩም ቀዳምነት ሓድነትኩም ኣጽንዑ ኣቱም መናእሰይ ኢጦጵያ ኣብ ኩናት ከይትጠፍኡ ግደፉ ዳማትካ መሬት ክትወርር ኢልካ ብኩናት ኣይጥፋእን እዩ ስለዚ ብሰላማዊ መንገዲ ጥራሕ ኢና ክንጥቀም ዘለና ኢልካ ክትዛረብ እዩ ዝግባኣካ ፍትሓዊ ኔርካ ተትኸውን ከም ኩሉ ኤርትራውያን ትብሎም ዘለኻ ኦኬ ሜሪ ኣብ ኣብ ኢትዮጵያ ንዝግበር ዘሎ ዕግርግር ኩሉ ከዓ ቲፒኤልኤፍ እዩ ኢለ ኣነ ድኣምን ኣብይ ኣሕመድ ኣይኮነን ቲፒሌኤፍ እዩ ኣብዚ ኩሉ ሽግር እዚ ቲፒሌኤፍ ፋኖ ሻዕብያ ግብጺ እዚኦም እዮም ደሸግሩከ ኢና ንብለካ ኣለና ኣብይ ኣሕመድ ሲ ልኡኽ ናይ ፈጣሪ እዩ ድላይካ በል ናይ ሰላም ሰብ እዩ ንኤርትራ በቃ ኣዚኣ ንኢትዮጵያ እያ ከበልጽግ ኣብዚኣ ኣለዎ ኣብዚኣ ነጥቢ ምጺኻ ሓንሳብ እዚኣ ናይ መወዳእታ ሕጂ ረኺብካኒ ልበይ እንታይ ኢልካያ ኣብዪ ኣሕመድ ልኡኽ ናይ ፈጣሪ ኢልካ ስለዚ ኣነ እኮ ኢለካ ሞጎስ ሞጎስ እታ ሓንቲ ዘላትካ ዕላማ እንተሰሊጣትካ እታ ናይ ጴንጠ ትብል ኣተሓሳስባ ኣብይ ኣሕመድ ጴንጠ ስለዝኾነ ልኡኽ ኣምላኽ እዩ ኣወዳኣኒ ሕሩይ ኣምላኽ እዩ ትብሎ ዘረባ ኣብለካ ኣለኹ ዕላማኻ መወዳእታ ናይ ጴንጠ ጉዳይ እዩ ናትካ ካልእ ፖለቲካ ይኮነ ባሕሪ ይኮነ ሎሚ ኣብይ ኣሕመድ ብኦርቶዶክስ ተቐይሩ ተዝሓድር እስኻ ተቐይርካ ምሓደርካ ሚእቲ ፐርሰንት ርግፀኛ ስማዕ ስማዕ ስማዕ ኣነ ኣነ ወላሂ ዓዚም እብለካ ኣለኹ ኣስተግፍሩላህ ዘይብላ እብለካ ኣለኹ እስኻ ተቐይርካ ምሓደርካ ኦርቶዶክስ ኮይኖም ኦርቶዶክስ ኮይኖም መቃልስታይ ኣለዉ ዶ ኦርቶዶክስ ኢኹም ኢለ ደይገድፎም ኣነ ኣብ ኢትዮጵያ ኢለካ ኣብ ኢትዮጵያ ኢለካ ውፉይ ውፉይ ነለካ ኣሎ ውፉይ ኦርቶዶክስ ምሽ ኦርቶዶክስ ምሽ ንምንታይ ይድግፎ ኣለኹ ኣነ ናይ ውፉይ ን- ንብለኩም ን- ኣለኹ እሱ ውፉይ ናትካ ጉዳይ ንኤርትራ እንታይ ዋላ ትፈልጦ የብለይ ተድመርሓ ውፉይ ንኤርትራ ተድመርሓ ኣነ ይቕበሎ ንምንታይ ዘልካኒ ውፉይ ብ- ሃይማኖተይ ስለ ዘኽብረለይ ኣነ ከዓኒ የኽብሮ ኣነ ናይ ሃይማኖት እ፣ ጸገም ተድህልወኒ ንውፉይ ኤርትራ ምርሓዮ ይበልኮን ኤርትራ ምርሓዮ ከይ ድብሎ ንውፉይ እስኻ ኣንታ ተሓይሽካ ንሱ ቁሳይ ኣስማዕ እንዶ ሞጌ እሱ ኣነ ብዛዕባ ናብ ኤርትራ ናይ ምርሓያ ሃይማኖት ኢልካዮ ጸገም የብለይ ናብ ንስኻ ሃይማኖት ኦ ኣይትእትወኒ ተረድኤካ ምርሓያ ኢልካዮ ይመርሓ ወይ ኣይመርሓን ማለት ኣይኮኑን እሱ ድኣ ንኣብነት ኣነ ሕጂ ንመሓሪ ኤርትራ ምርሓያ መሓሪ ክብሎ ክእል እየ እኮ ንኣብነት ኣነ ሕጂ ንዓይ ሕጂ ምርሓያ ዝብሉ ንሰባት ኮብዚ ኣለዉ ግን ንሱ እሞ ይኮነን ትቁም ነገር እሞ ኣነ ብኣፈይ ነገርካ ኣለዋ ሜሪ ኦርቶዶክስ ኢኻ ምሽ ኦርቶዶክስ ኢኻ እስኻ ንኤርትራ ወላ ትኽክል ዘረባ ተትመርሓ ሜሪ እስኻ ተትመርሓ ሃይማኖተይ ክሳብ ትኽክል ዘኽበርካለይ ጴንጠ ኩን ኣይብለካን እዩ ብ- ሕጊ እኮ እዩ ደኽ ብ- ሜሪ ሓወይ ድመርሓ ንኢትዮጵያ እኮ ሕጊ እዩ ድመርሓ ደሎ እምበር ኣብዪ ኣሕመድ ኣይኮነን እኮ ድመርሓ ደሎ ሕጊ እዩ ድመርሓ ደሎ ሰብ እዚ ጴንጤ እንታይ ኮይኑ ኣይኮነን ዳኣ ዝመርሓ ዘሎ ምድብዳብ ዘየድሓኖም ንህዝቢ ምሓራ ጴንጤ ኣይኮነን ዝመርሓ ዘሎ ሕጊ እዩ ሕጊ እዩ ዝመርሓ ዘሎ ብድሮን ንህዝቢ ምሓራ እንታይ ኮይኑ የጥፍኦም ኣለዎ መልስ ኣታ ስምዓኒ እዚኦም ሰባት እዚኦም ኣሸጊሮሞ ኣራት ኪሎ ክንኣቱ ኢና ብለሎ እንታይ ክገብር ደሊኻዮ ርግፀኛ ኣንታ ኣነ ንዑ ስለ ህወሓት ዝበልካ ድርዲ ቆፂርካ ሜሪ ህወሓት እ፣ ህወሓት ሜሪ ሓወይ ኣነ ኖ ንሓቂ ንፍረድ ሜሪ ሓወይ ኣነ ካድር ኣይኮንኩን ህወሓት ክነገረካ ሜሪ ህወሓት ኣብ ስልጣን ኮይኖም ናይ ኦሮሞ ምንቅስቃስ ሒዙ እንተድመፆም ኣብዪ ኣሕመድ ምጸርገፎም ነይሮም ድሮን ገይሮም ኩሉ ኣብ ስልጣን ምስ ደየበ ሜሪ ናይ ግድን እዩ ከተጥቅዖ እንድሕር መጺኻ ናይ ግድን እዩ ድቃለሰካ ኣነ ሜሪ ሓወይ ገለ ሰባት ከምዚ ገንዘብ ድተቐበልኩ ልኡኽ መስሎ ኖ ኖ ኖ ወልሓንቲ ኖ ኖ ኣይኮንካን ኣብዚ ኣነ ክምስክረልካ ንስኻ መጎስ ኣነ ኣነ ሜሪ ክምስክረልካ ሓወይ ድኻ ባዕለይ ናተይ ናተይ ርእይቶ ክነግረካ ንስኻ ገንዘብ ተቐቢልካ ኣይኮንካ ኣብዩ ረኪብካ ኣይኮነ እስኻ እታ ቀዳመይቲ ዘበገሰትካ እታ ቪድዮ ሸር ምስ በልካያ ሸውዓተ ሚእቲ ሽሕ ድዮም ገለ ዝኾኑ ከባቢ ሸሞንተ ናብ ሓደ ሚልዮን ዝቀረበ ላይክ ምስ ረኸብካ ኦል ኦፍ አ ሳደን እንታይ ኢልካ ኦኦኦኦ እዚኣ ቤላ ከይዳ ኣላ ኢልካ እታ ፓተርን ሒዝካያ ናተይ ርድኢት ብክፍኣት ኣይኮንካ ገለ ካልኣይቲ ከኣ እታ ናይ ጴንጠ ጉዳይ ከኣ ኣላትካ ከኣ ምስኣ ከኣ ንእሽተይ ልክም ተብላ ኢኻ እታ ናይ ጴንጠ ጉዳይ ሕጂ ንስኻ እቲ ዓቢ ኣጀንዳ ብድሕሪት ንዓኻ ሸር ዝገብሩልካ ገለ ዘለዉ እቶም ናይ ኣቢ ናይ ፕሮስፐሪቲ ፓርቲ ካልእ ዛዕባ እዩ እስኻ ግን እታ ቪድዮ ቪራል ምስ ከደት እስኻ ኮላይ ቪራል ኬድካ ምስኡ ሽዑ እስኻ ከኣ ንቕድሚት ተወንጪፍካ ቅድሚ ኣብዚኣ መጺኻ ሲ ብርጌድ ንሓመዱ ኢልና ክንዛረብ ከለና ንሕና ልኡላውነት ናይ ኤርትራ ኢልካንስ ኣይጸናሕካን ድሕሪ ሰሙን ኣንድነት ኮንካ መጺኻኒ መውጊዓተይ ብሰንኪ ላይክ እዚ ህዝቢ እዚ ኢኻ ንዓና በዲልና ንዓኻ ላይክ ንዓና ተዝበካ ንዓና ንዓና ንዓና ጽናሕ ጽናሕ ጽናሕ ኮሚኮ እዩ ወጊዓተይ እዚኣ ኩዳ ኩዳ እዚኣ ቪድዮኻ ቪራል እንተዝሰዶ ነይሩ እዚ ህዝቢ እዚ ኤርትራ ክትብል እንከለኻ ቪድዮኻ ሓደ ሚልዮን እንተዝረአ ቪራል እንተዝሰዶ ነይሩ ኣብዚ ኩሉ መከራ ይማእተና ኣደይ መዓረይ ሕጂ ቀፅል ሞጊ ዓርኪ ቀፅል ሚት ገይረካ ፀኒሐ ሚት ኢኻ ኮንካ ሚት ኢኻ ዘለኻ ሜሪ ሓወይ ንዓ ንዓ ሜሪ ሓወይ ስምዓን እሞ ሕጂ ሜሪተይ እንታይ መሲልካ እስኻ ብቫይራል ገለገለ ትኾን ኖ ኖ ከምኡ ይኮነን ኣነ ሜሪ ዝተበገስኮ ዕላማ ኣብ ቅድሚ ኣምላኽ ኤርትራውያን ኢትዮጵያውያን ከቀራርብ ኢለ ተላዒለ ጽቡቕ ከኣ ከይደ እግዚኣብሔር ይመስገን ኢትዮጵያውያን ኤርትራውያን ጽቡቕ ምቅርራብ ጀሚርና ንጻወት ነዕልል ኣለና ሰብ ልዕሊ ባሕሪ ምዃኑ ሰብ ልዕሊ መሬት ምዃኑ ጽቡቕ መጺና ኣለና ፍቕሪ ሰይጣን ጥራይ ዝጸልኦ ተረዲኻን ኣነ ክነገረካ ሜሪ ፍቅሪ ይሸንፍ ኣለን ህግደፍን ሻዕብያን ስለካ ህግደፍን ሻዕብያን እዮም ናይ ክልቲኡ ኣብ ስራሕ ኣብ ሃይወይ ተቐሚጠ ዘለኹ ይመለሰሉ እታ ሽመይ ዘልዓለኒ እታ ሽመይ ዘልዓለኒ